ሰላም ተኸታተልቲ ዓውደ መሪሕነት ከመይ ቀኒኹም ናይ ሎም መዓንቲ ሒዘልኩ መፅእ ዘለኹ መልእኽቲ ድማ መቐፀልታ ናይቲ ዝሓለፈ ኮይኑ ብሉፅ መራሒ ከርኢ እምበር ክረአ ኣይፅዕትን እዩ ዝብል እዩ ክኸውን ኣብ ዝሓለፈ እንታይ ርኢና ነርና ብሕፅር ዝበለ መራሒ ካብቲ ሓደ ትርጉሙ እንታይ እዩ? ኣብ ቅድሚት ዝቐውይን ከኣ ዝሓልፍ፣ ሓላፍነት ዝወስድ፣ ዘርኢ ዘሰልጥን፣ ኣንፍበት ዝህብ ኢልና ኔርና። ካብኡ እምበኣር ከም ኣብነት ጌርና ዝረኣናዮም ከኣ ርእሱ ከርኢ ዝደሊ ሳኦል ኣብነት ጀሚርና ኔርና። ብኣንጻሩ ግን ርእሱ ከርኢ ዘይደሊ ከኣ ናይ ዳዊት ኣብነታት ጀሚርና ኔርና። ኣብቲ ዳሕራይ ንውዳኣ ኮልና ዝበልናዮ እንታይ ነይሩ? ሳኦል በቲ ዘለዎ ስልጣን ወይን ከኣ በቲ ዘለዎ መዝነት በቲ ናይ ዳዊት ምዕብላል ወይን ከኣ ምዕባይ ወይን ከኣ ምኽባር ብጣዕሚ ስለ ዝሰገ ቀንዲ ስርሑ ገዲፉ ንዳዊት ክቐትሎ ደድሕሪ ዳዊት ዘብዘብ ክብል ጀሚሩ። እቲ ቀንዲ ስርሑ ዕይኡ ገዲፉ ስኒ ንዳዊት ምህዳን ከም ዝኾነ ኢና ሪእና። ኣብ ቀዳማይ ሳሙኤል ዓሰርተ ትሽዓተ ቁጽሪ ሓደ ክባል ከምዚ ከኣ ከምዚ ኢሉ ኣሎ ሳኦል ድማ ንወዱ ዮናታንን ንዅሎም ገላዉን ክቐትልዎ ተዛረቦም። ቅድሚኡ እንተ ርኢና ዳዊት ክረኣ ጀሚሩ ክኸብር ጀሚሩ ሽመተይ ትኸይድ ኣላ ይቃጸጸኒ ኣሎ ብምባል መጀመርያ ብታክቲክ ወይ ከኣ ብተንኮል ንጓሉ ሰበይቲ ብምሃብ ካልኣይ ብርእሱ ዳሕራይ ትርኢ ከላ ድማ ካብ ምሉእ ዕድሚኡ ጸላኢ ናይ ዳዊት ካብ ምዃን ነቶም ገላዉኡን ከምኡ ድማ ንዮናታንን ቅተልዎ ኢልዎም ማለት እዩ። ባዕሉ ክቐትሎ ምስ ዘይኮነሉስ ነቶም ካልኦት ኣዋፊርዎም። እቲ ድኹም መራሒ፣ እቲ ውሱን መራሒ፣ እቲ ውልቀ መራኺ ዝኾነ መራሒ እንተ ርኢናዮ ነቶም ምስኡ ዝስዕብዎ ዘለዉ ሰዓብቲ ኣብ ክንዲ ጽቡቕ ኣብነት ኮይኑ ንዖም ኣብ ብሉጽ ዘምጽኦም ግን ከኣ ዘብጽሖም ንዓታቶም ተዋጋእቲ ገይሩ እዩ ዘቃልሶም። ካብኡ እንተራሪና እምበኣር ዳዊት ፍቐዱ ክሃድም ከሎ ሳኦል ግና ስርሑ ገዲፉ ደድሕሪ እዩ ክሃድኖ ከሎ ኢና ንርኢ። ኣብቲ ቀዳማይ ሳሙኤል ምዕራፍ 19 ቁጽሪ 18 እንተራሪና ናብ ራማ ምስ ሃደመ ሳኦል ከዓ ልኡኻት ሰዲዱ ንርእሱ እውን ከይዱ ማለት እዩ ንዳዊት ክሃድኖ ኣብቲ ዳሕራይ ምዕራፍ ዕስራ ክንሪኦ ከለና ድማ ሃዲሙ ዝበልዖ እውን ስለ ዘይነበሮ ሳኦል ኣሚን ዳዊት ይቕሬታ ንኣህሚሜሌክ ከም ተዛረቦ እሞ ንሱ ከዓ መግቢ እንጀራ ከም ዝሃቦ እዚኣ ነገር እዚኣ ከዓኒ እቶም ኤደማውያን ከም ዝነገሮ ምስ ፈለጠ መሊሱ ሳኦል ተቖጢዑ ንኣሂሜሌክን ሰመንያ ካህናትን ምስ ዳዊት ተሓባቢርኩም ኣሻሪኹም ኢሉ ክቐትሎም ከሎ ንርኢ። እቲ ድኹም መራሒ፣ ውስን መራሒ እንብሎ ኣብ ቅድሚኡ ዘሎ ኣየገድሶን እዩ። እናቐተለ እናኣረየ ዝሓልፍ እዩ። ኣብዚ በቲ ኣሉታዊ ጎኒ ኣብነት ናይ ሳውል ኢና ንርኢ ማለት እዩ። ምእንቲ ስልጣኑ ክብል ሰማንያ ሰብ ምቕታሉን ኣይገደሶን። ዳሕራዮም ክንሪኦ ከለና ቀቀፂሉ ኣብ በረኻ ዘሎ ኩርባ ሓኺላ ዝበሃል እውን ከም ዝሰዓቦ ንርኢ፣ ኣብ ቀዳማይ ሳሙኤል ዕስራን ሽዱሽተን ነንብቦ። ካብቲ ዘገርም ግና ሳኦል ንዳዊት እናሃደኖ ከሎሲ ዳዊት ከዓ ዕድል ረኺቡ ሓንሳእ ዘይኮነስ ክልተ ግዜ ዕድል ረኺቡ እዩ ንሳኦል ከጥፍኣሉን ክቐትለሉን ዝኽእል። ሓደ እዋን ኣብቲ በዓቲ ደቂሱ ከሎ ሳኦል ኩሎም ድቃስ ወሲድዎም ዋላ እቶም ዝሕልውዎ ዳዊት ቀስ ኢሉ ዓለባ ናይ ክዳኑ ሳኦል ቆሪጹ ወሲዱ ማለት ምልክት ሂቦ ዘሎ መርትዖ እዩ ዝቦ ዘሎ ኤቪደንስ ዝቦ ዘሎ ኣነስ ብሂወት ረኺበካ ነይረ ምቐተልኩኻ ነይረ እዩ ዝብሎ ዘሎ ግን ዳዊት በቶም ምስኡ ዘለዉ ገላዉ ኣይተናሃረን ቅተሎ ኣምላኽ ኣሕሊፉ ይብካ ኣሎ እናበሎ ከሎ ስኒ ኣይፋሉን ኣብቲ ኣምላኽ ዝቐበስ ኢደይ ኣየልዕልነ ኢሉ ማለት ዕድል ረኺቡ ከሎ ጸላኢ እንድዩ ተቐትሎ እንዲ ነይሩ ሳኦል ተቐተሎ እንታይ ሓጢኣት ኣለዎ ዘብል እዩ ነይሩ ዝኾነ ግን ብሉፅ መራሕ ስለ ዝነበረ ዳዊት ግን ኣይገደሶን እታ ንሱ ክበጽሓላ ወይን ከዓ ንጉስ ኮነላ ኣምላኽ ዝተዛረቦ ግዜ ይጽበ ስለ ዝነበረ ብኢደ ወነኑ ክኣልዮ ኣይፈተወን ጽቡቕ ኮይኑ ከዓ ኣይተራእዮም ኣብዚ ሓደ ንመሃሮ እምበኣር እቲ ብሉፅ መራሒ ነቶም ዝጻረርዎ እኳ ጽቡቕ ዕድልን ግዜን ኣጋጣምን እኳ እንተረኸበ ክቐትሎም ግን ኣይህንደድን እዩ ወይን ከኣ ከጥፍኦም ኢሉ ነቲ ዘጋጥሞ ጽቡቕ ዕድላት ኣይጥቀመሉን እዩ እኳ ደኣ ልቢ እቶም ጸላእቱ እዩ ዝትንክፍ ድሕሪ እንተራሪና ሳኦል ልቡስ ተተንኪፉ ኣይ ኢሉ ከም ዝበኸየ ዳሕራይ ዳዊት ክዛረቡ ከሎም ስለምንታይ እዮም ቶም ካልኦት ዘረሳስኑኻ ዘለዉ ዘለዓዕሉኻ ዘለዉ ዳዊት ስኒ ክፉእ እካ እዩ ዝደሊ ዝብሎ ዘሎስ ኣይትስምዓዮ ክፉእ ሲ ካብቶም ክፉኣት ሰባት እዩ ዝወፅ ኢልዎ ብሉፅ መራሒ ካብቲ ሓደ ኣይናዮ ኣሉታዊ ኣናዮ ከዓ ኣወንታዊ መም እዩ ፈልዩ ከዓ እቲ ፅቡቕ ነገር ዝገብር እዩ ሳኦል ናይቶም ካልኦት ዘረሳስንዎ ሰሚዑ ደድሕሪ ዳዊት ክሃድም ከሎ ዳዊት ከኣ ናይቶም ገላዉ ሕጂ ቅተሎ ዝብል ከይሰምዐ ከኣ እቲ ጽቡቕ እቲ ቅኑዕ ነገር ክገብር ከሎ ንርኢ ማለት እዩ። ስለዚ ኣብዚ እንታይ ኢና ንምሃር እንተ ኢልና ሓደ ብሉጽ መራሒ ክረአ ምስ ጀመረ ብሉጽ ኮይኑ ክረአ ምስ ጀመረ ዘይኮነ እቲ ቀንዲ ፈተና እቲ ንሱ ዝመርሖም ዘለዉ ይንካ ዝስዕብዎ ዘለዉ ስኒ ብብሉጽ ካብ ርእሱ ክሓልፍ ከሎስ ከመይ ይስምዖ? ከመይ ግብረ መልሲ ወይ ከዓ ከመይ ዝበለ ምላሽ ይገብር እዩ? ደገ ዝኸፈተሉ ስኒ ቀዲሙ ክወፅ ከሎስ ከመይ ይስምዖ? እታ ሓንቲ ዓባይ መራሒ ዝፍተነላ ፈተና ኢለ ዝገልፃ ኣነ ቅንእ እትበሃል እያ። ሳኦል ነዚኣ ክሰግራ ኣይከኣለን። ብሓፈሻ ሓደ ብሉፅ መራሒ ካብቶም ንሱ ዝምርምሮም ዘሎ መራሕቲ ወይን ከዓ ሰዓብቲ እንተ በሊፆም ክረኣይ ጀሚሮም ቀዲሞም ክሓልፉ እንተ ጀሚሮም ሰለስተ ዝኾነ ምርጫታት ኣሎ ኢለ ይሓስብ ሓደ ብዘለዎ ኩሉ ክእለትን ሓይልን ኣዋዲዱ ከውድቆ ወይን ከዓ ኣጥፎ ምፍታን ልክ ከምታ ሳኦል ዝገበራ ማለት ኩሉ ዘለዎ ሓይሊ ኣዋዲዱ ዳዊት ከጥፎ ዝፈተነ እዚ ኣሉታዊ ናይ ሓደ ድኹም ወይን ከዓ ውሱን ውልቀ ምላኽ መራሒ እዩ ክንክተሎ ከኣ ኣይግበኣናን። ካልእ እንታይ ገይሩ እንተ ኢልና ዳዊት ይቕሬታ ኣባ ሳኦል ንዳዊት ካብቲ ዘለዎ መዝነት ኣውሪድዎ እዩ ኣብቲ ዝሓለፈ ካብኡ ኣርሒቑስ ሓለቓ ሽሕ ገይርዎ ይብል ትጽሑፍ ዲሞት እዩ ገይርዎ ከምቲ ዝረኣናዮ ተኻለይቲ ብሉፅ መራሕ ገብራ ዝኽእል ሬታ ሓደ መራሕ ገብራ ዝኽእል ከኣ ስቕ ምባል እዩ ቀዲሞምኻ ክሓልፉ ከለዉ ሰጊሮም ክሓልፉ ከለዉ ስቕ ምባል፣ እዚ ግና ምልክት ናይቲ ዝዓቢ መራሒ እየ ኣነ ዝብሎ። እታ ሳሰይቲ ግና ናይ ሓደ ብሉጽ መራሒ መለለዪ ዝብላ ድማ መዓይይቱ ምግባር፣ እዚኣ እቲ ናይ ብሓቂ ብሱል መራሒ ዝገብራ፣ ብሉጽ መራሒ ዝገብራ እያ። ኣብዚ እንተደኣ ርኢና ሓደ ብሉጽ ኣብነት ክኾነና ዝኽእል ዮናታን ወዲ ሳኦል እዩ። ካብ መጀመርታ ዳዊት በቲ ዝገበሮ ስለ ዝነኣዶ ሳኦል ክቐንእ ከሎ ከምዚ ኢሉ እዩ ተዛሪብዎ ንሳኦል ማለት እዩ ብዛዕባ ዳዊት ከምዚ ኢሉ ተጣቢቑ ዘይበደለካ ስለምንታይ ኢኻ ንሳኦል ኢሉ ይዛረቦ ስለምንታይ ደድሕሪኡ ትቐትሎ ትሃድም ኣለኻ ትሃድኖ ኣለኻ እቲ ንስራይ ዘጨነቐ ጎልያድ እኮ ቀቲልዎ ንስኻ እውን በዚ ተሓጒስካ እንዲኻ ስለምንታይ ንፁህ ደም ተፍስስ ኢሉ ቻለንጅ ወይ ከዓ በድህዎ ማለት እዩ እዚ ኣብ ቀዳማይ ሳሙኤል ምዕራፍ ዓሰርተ ትሽዓተ ካብ ቁጽሪ ኣርባዕተ ክሳዕ ሽዱሽተ ንረኽቦ። ዘገርም እዩ ኣብ ክንዲ ኣቡኡ ማለት ኣቦ ንውሉዱ ዝምዕድሲ ውሉድ ነቡኡ ክምዕዶ ከሎ ኢና ንርኢ። ሚካል ጓል ሳኦል እውን ከይተርፈት ሓፍቲ ዮናታን ካብ ኢድ ሳኦል ኣድሓናቶ ምክንያቱ ሞጎስ ረኺቡ ነይሩ ዳዊት። ድኹም መራሒ ግን ወይን ከዓ እቲ ውስን መራሒ በቶም ናይ ካልኦት ዝረኽብዎ ሞጎስ ዊን ከኣ ተቐባልነት ብጣዕሚ ስለ ዝቐንእ ኣብ ደቁ ከይተረፈ ከማን ንሕስያ የብሉን። ዳሕራይ ክንሪኦ ከለና ንዮናታን እንተ ኸንካ ዘይቀተልካዮ ኢሉ ብናይ ዮናታን ተናዲዱ ኲናት ወርዊሩ ንወዱ ከም ዝሰሓቱ ኢና ንርኢ። ከመኽኑ ከሎ ሳኦል ግና መንግስትኻ ኣይትጸንዕን እያ ዳዊት ወዲ እሴይ ክሳዕ ዘሎሲ ንዓኻ እዩ ዝተርፈካ ዘሎ በቲ ካልእ ኣዘራርባ ኣልጋ ወራሽ ንስኻ ኢኻ፣ ሕጂ ግን ዝወርስ ንሱ እዩ፣ ንስኻ ኢኻ እኮ ክተጥፍኦ ዝግብኣካ ኢልዎ። ዮናታን ግን ኣቐዲሙ ዝተረድኦ ነገር ስለ ዝነበረ ኣብ ክንዲ ምስ ዳዊት ዝጻላእ መዓይቱ ገይርዎ እኳ ደኣ ጽቡቕ ከም ትቐራረቡ ምሕዝነቶም ኣጸቢቑ ስለ ዝዓበየ ጽባሕ ንጎ ንስኻ መስፍን ከም ትኸውን እፈልጥ እየ እሞ ምሕረት ግበረለይ፣ ንስኻ ቀዳማይ ኩን ኣነ ኸኣ ካልኣይካ ክኸውን እየ ኢሉ ምስ ዳዊት ኪዳን ኣትዩ። ዮናታን ናይ ብሓቂ ብሉጽ ኣብነት መራሒ እዩ። ንርእሱ ክረኣ ብናይ ኣቡ ዝመጸ ሽመት ክሻሙ ከሎ ፍጹም ኣይንሪኦን። መሰሉ እዩ እኳ በቲ ሓደ ነገር ተራሪእናዮ ኮስ ኣልጋ ወራሽ ክኸውን መሰሉ እዩ ነይሩ ግን ሞጎስ ኣብ ዳዊት ከም ዘሎ፣ ኣዒንቲ እስራኤል ከኣ ኣብ ዳዊት ከም ዘሎ ስለ ዝረኣየ፣ እቲ ምኽሪ ኣምላኽ ኣይልወጥን ኢሉ ግን ምስ ናይ ኣምላኽ ምኽሪ ክሰምር ከሎ ኢና ንርኢ። ስለዚ እቲ ናይ ብሓቂ ብሉጽ መራሒ ቀዲምዎ ዝሓልፍ ሰብ ወይን ከኣ መራሒ ድዩ ወይን ከኣ ሰዓብቲ ምስ ዝህልዉ ነዛ ቅንእ ዝብል ሰጊሩ መዓይ'ቲ ክገብሮ ከሎ እዩ ዝብል ምርዳእ እዩ ዘለኒ። እዚ እዩ ዘለና ናይ ሎማዓንቲ መልእኽቲ ኣብቲ ዝመጽእ ዓውዲ መሪሕነት ክሳዕ ንራኸብ የቐኔለይ ሓውኹም ኣስመሮም እየ።